ሰላም ከመይ ትኾኑ ጋይስ እስካ ፊሊን ሎማዓንቲ ካብ ዝተፈለየ ሕጽር ዝበለ ሓበሬታ ተመይሰኩም ኣለኹ ብዛዕባ ኣብ ቀይሕ ባሕሪ ዘጋጠመን ከምኡውን ብዛዕባ ኣክቲቪስት ብርሃነ ገብረዝጋብሄር ዝወጸ ሓድሽ ሓበሬታን ብተወሳኺ ግዝያዊ ምምሕዳር ትግራይ ምስ ኣወል ዝተገብረ ርክብ እውን መልሲ ሂብሉ ኣሎ ከምኡውን ሓድሽ ርእሰ ሊቃነ ጳጳስ ካቶሊካዊት ቤተክርስትያን ዝምልከትን ኣለዉ ክነግረኩም እየ እስካብ መወዳእታ ምሳይ ጽንሑ ከምቲ ልሙድ ላይክ ምግባር ጀምሯ ለስ ጎ ቫቲካን ሓድሽ ርእሰ ሊቃነ ጳጳስ ካቶሊካዊት ቤተክርስትያን ፈሊጦም ካርዲናል ሮበርት ፕሪቬዮስ ሓድሽ ርእሰ ሊቃነ ጳጳስ ካቶሊካዊት ቤተ ክርስቲያን ዓለምና ኰይኑ ተመሪጹ። ትማሊ ኣብ ቤት ጸሎት ሲስቲን ዝርከብ መውጽኢ ትኪ ጻዕዳ ትኪ ድሕሪ ምውጽኡ ነቶም ኣብ መበል ሰማንያን ሸሞንተን ዓመቶም ዝዓረፉ ኣቡነ ፍራንሲስ ዝትክእ ርእሰ ሊቃነ ጳጳስ ከም ዝምረጽ ንዓለም ኣበሲሮም። እቶም ሓድሽ መራሒ እታ ቤተ ክርስቲያን ርእሰ ሊቃነ ጳጳስ ልዩ ዝብል ስም መሪጾም ኣለዉ። እቶም ኣብቲ ዝተኻየደ ምርጫ ድምጾም ዝሃቡ ሚእትን ሰላሳን ሰለስተን ካርዲናላት፣ ካቶሊካዊት ቤተ ክርስቲያን ንሊቀነ ጳጳስ ፍራንቸስኮ ዝትክእ ጳጳስ ክመርጹ ካብ ረቡዕ ጀሚሮም ኣብ ቤት ጸሎት ሲስቲን ተኣኪቦም ከም ዘቐነዩ'ዩ ዝፍለጥ። ኩሎም ከኣ ድምጾም ቅድሚ ምሃቦም ነቲ ዝነበረ መስርሕ መረጻ ንመዋእል ከም ምስጢር ንኽሕዝዎ ምሒሎም። ጀክኦም ኩሎም ነቶም ካርዲናላት ዝምግቡን ዝከታተሉን ክልተ ዶኳትርን'ውን ብተመሳሳሊ ነቲ ምስጢር ንዘልኣለም ንኽሕዝዎ ምሒሎም፣ እቲ ምስጢር ዝያዳ ንምዕቃብ ኣብቲ እቶም ካርዲናላት ከዕርፍሉ ዝተዳለዉ ክልተ ገዛውቲ እውን ዝኾነ ዓይነት ማይክሮፎን ወይ ድምጺ ዝቐድሕ መሳርሒታት ንኸይህሉ ይፍተሽ እዩ፣ ብተወሳኺ ኣብቲ ገዛ ዋይፋይ ንኽህሉ'ውን ኣይፍቀድን እዩ። ብጀካ እዚ ከምቲ ትሪእዎ ዘለኹም ካቶሊካዊት ቤተክርስትያን ነቲ ትጥቀመሉ ወይ እውን ኣብ ዝሓለፈ መዓልታት ጸሊም ትኪ ክወጽእ ቀንዩ ካብ ቤተክርስትያን እዚ ከኣ ሓድሽ ሊቃነ ጳጳስ ከም ዘይተመርጸ እዩ ዝሕበር ነይሩ ማለት እዩ። እዚ ግን ንመጀመርያ ግዜ ጻዕዳ ትኪ ክወጽእ ምስ ጀመረ ግን ወይ መበሰሪ እዩ ማለት እዩ ሓድሽ ሊቃነ ጳጳስ ከም ዝተመርጸ። እዚ ትሪእዎ ዘለኹም ቪድዮታት ከኣኒ በዚ ብስራት ኣመንቲ ኮቶሊክ ቤተክርስትያን ሓጎሶም ክገልጹ ዘርኢ ብዙሕ ቪድዮታት ትማሊ ከምዚ ክዝርጋሕ ውዒሉ ኣሎ ማለት እዩ። ብተወሳኺ ንመጀመርያ ግዜ ኣሜሪካዊ ሊቅነ ጳጳስ ተመሪጹ ኣሎ ማለት እዩ። ወዲ ስሳ ዓመት ኣሜሪካዊ ሊቃነ ጳጳስ እዩ ተመሪጹ ዘሎ። ናብ ካልእ ሓበሬታ ብዛዕባ ኣክቲቪስት ብርሃነ ገብረገርግስ ዝምልከት እዩ። ኣብ ቀይዲ ኣትዩ ዝጸንሐ ብርሃነ ገብረገርግስ ተፈቲሑ'ሎ ዝብል ዜና'ዩ ኣብ ቀይዲ ኣትዩ ዝጸንሐ ብርሃነ ገብረገርግስ ከም ዝተፈትሐ ሰብ መዚ ፖሊስ ክልል ትግራይ ሓቢሮም ኣለው። እቲ ፍሉጥ ነጣፊ ማሕበራዊ መራኸቢታት ዝኾነ ሰብ ኣብ ተታሒዙሉ ዝጸንሐ ጣብያ ፖሊስ ወጺኡ ናብ ገዝኡ ከምዘምርሐ ናይ ዓይኒ መሰኻኽር ሓቢሮም ኣለው። ግዝያዊ ምምሕዳር ትግራይ ንብርሃነ ኣብ ፈደራል መንግስቲ ኣሕሊፉ ክህቦ'ዩ ኢሎም ዝጠርጠሩ ኣባላት ሰራዊት ኣርሚ ዕስራን ክልተን ንጣብያ ፖሊስ ዓይደር ከቢቦም ብቐረባ ክከታተሉ ከም ዝወዓሉ ፀብፃባት ኣብ ከተማ መቐለ ገሊፆም ኣለው። በቲ ኩነታት ዝሰገኣ ኮሚሽን ፖሊስ ትግራይ ንብርሃነ ሎሚ ድሕሪ ቀትሪ ከም ዝፈተሖ ንቢቢሲ ሓቢሩ ኣሎ። ሰብ ዝሰኣነ ሰብ ብዝብል ዝፍለጥ ነጣፍ ማሕበራዊ መራኸቢታት ብርሃነ ገብረገርግስ ብረቡዕ ኣብ ቀይዲ ከም ዝኣተወ ኮሚሽን ፖሊስ ንቢቢሲ ገሊፁ ነይሩ። እቲ ማእሰርቲ ብትእዛዝ ግዝያዊ ምምሕዳር ዝተወስደ ምዃኑን ፖሊስ ገሊጹ ኣሎ። ስለምንታይ ኣብ ቀይዲ ከም ዝኣተወ ግን ክሳብ ሕጂ ዝተነጸረ ነገር የሎን። ይኹን እምበር ምስ ኤርትራ ርክብ ንምግባር ውልቃዊ ተበግሶ ምውሳዱ ከዘራርብ ከም ዝጸንሐ ዝፍለጥ እዩ። እዚ ከምዚ ኢሉ እንከሎ ሰብ መዚ ግዝያዊ ምምሕዳር ሎሚ ኣብ ዘውጽኦ መግለጺ ዕላማና ስትራቴጂን ስልትን ዘይፈልጥ ዝኾነ ዓይነት ደጋዊ ርክባት ምግባር ተቐባልነት ከም ዘይብሉ ሓቢሮም ኣለው። ምስ መንግስቲ ፈደራል ጥራይ ዘይኮነ ምስ ዝኾነ ይኹን ሓይሊ ኣፈላላይና ብሰላምን ሕጋውን መንገዲ ንምፍታሕ ዝከኣል ኩሉ ፃዕሪ ምግባር ግቡእ እዩ እውን ኢሎም ኣለው። ቀፂሎም ይኹን እምበር ኣብዚ ልዕል ኢሉ ዝተገልፀ መትከልን እምነትን ወፃኢ ግዝያዊ ምምሕዳር ትግራይ ዘይፈልጦ ዝተሓንገጠ ዕላማን ስትራቴጂን ስልትን ዝኾነ ዓይነት ደጋዊ ርክብ ምግባር ኣይከኣልን ጥራይ ዘይኮነስ መንግስቲ ኣልባ ኮንካ ፍልልያት ክነግስ ትግራይ ሓደ ማእከል ከይህልዋ ዝገብር ሓደገኛ ተግባር እዩ ብምባል እውን ገሊፁ ኣሎ። ግዝያዊ ምምሕዳር ትግራይ ከምዚ ዓይነት ተግባር ኣብ ትሕቲ ዝኾነ ይኹን ኩነታት ተቐባልነት ከምዘይብሉ ምዃኑ ከፍልጥ ይግባእ ይብል እቲ ቤት ጽሕፈት ጉዳይ ኮሚሽነር ዘውጽኦ መግለጺ ማለት እዩ። ብረቡዕ መሰኻኽር ዓይኒ ንቢቢሲ ከም ዝሓበርዎ፣ ካብ ፖሊስ ኮሚሽን ዝተላእኩ ኣባላት ንብርሃነ ካብ መንበሪ ገዝኡ እዮም ወሲዶምዎ ነይሮም። ቅድሚ ሒደት መዓልታት ፖሊስ ኣብ ከተማ መቐለ ኣብ ልዕሊ'ቲ ውልቀሰብ ዘነጻጸረ መጥቃዕቲ ቦምባ ፈጺሞም ኢሉ ዝጠርጠሮም ሰባት ኣብ ቀይዲ ከም ዘእተወ ንቢቢሲ ሓቢሩ ነይሩ። ኮሚሽነር ፖሊስ ጀነራል ሃብቱ ጉዳይ ይጻረ'ሎ፣ ሕጊ ብዘፍቅዶ ኣካይዳ ድማ ናብ ቤት ፍርዲ ክቐርብ እዩ ክብል ተዛሪቡ ነይሩ። ካብዚ ወፃኢ ኣብ ማሕበራዊ መራኸቢታት ዝቐርብ ዘሎ ሰብ ከከም ድላዮም ዝብትንዎ ሓበሬታ ሓቂ መሰረት የብሉን እውን ብምባል ኣተሓሳሲቡ ኣሎ። ብዛዕባ እቲ ዝሓለፈ ቀዳመ ሰንበት ዝተኻየደ መጥቃዕቲ ዝምልከት ዝተፈላለዩ ርእይቶታት ክወሃብ ዝቐነየ ኮይኑ ይፃረ ምህላዉ እቲ ተኣሲሩ ዝፀንሐ ጉዳይ ድማ ምስቲ ዝተባህለ ፈተነ ከም ዝተኣስረን ኣብ ኮሚሽን ፖሊስ ዝተረኽበ ሓበሬታ የመልክት። ቅድም ክብል ብልፍዓተይ፣ ተስፋይ ከምኡ'ውን ኣብ ቀረባ እዋን ሰብ ዝሰኣነ ሰብ ብዝብል ዝስማዕ ማሕበራዊ መራኸቢታት ዝፍለጥ ነጣፊ ኣብ ዝተፈላለዩ ማዕከናት መራኸቢ ማሕበራዊ መራኸቢታትን ቀሪቡ ብዝህቦ ርእይቶታት ኣካታዒ ኮይኑ ዝጸንሐ ሰብ'ዩ። ፖሊስ ነቲ ጉዳይ ኣብ ምርመራ ከም ዝርከብ ብምግላጽ ሕጂ'ውን ዝርዝር ሓበሬታ ካብ ምሃብ ተቖጢቡ ኣሎ። ብርሃነ'ውን ብወገኑ ፖሊስ ምርመራ ኣጻፊፉ ቅድሚ ምውድኡ ቃለ መሕተት እንተዘይገብር ከም ዝምረጽ ብፖሊስ ዝተዋህቦ ሓበሬታ ተደሪኹ መብርሂ ካብ ምሃብ ከም ዝቑጠብ ቅድሚ ምእሳሩ ሓቢሩ ነይሩ። ኣብ ውሽጢ መሪሕነት ህወሓት ዝተፈላለዩ ምክፍፋላት ስዒቡ ኣብ ክልል ፖለቲካዊ ጸጥታን ስግኣትን ተፈጢሩ ከም ዘሎ እዩ ዝግለጽ። ብዘይካ'ዚ ኣብ ሞንጎ'ቲ ብ ዶክተር ደብረጽዮን ገብረሚካኤል ዝምራሕ ክፋል ህወሓት መንግስቲ ኤርትራን ስቱርን ዝምድና ይካየድ ከም ዘሎ ብሰፊሑ ክግለጽ ዝጸንሐ ኮይኑ፣ ብርሃነ ነቲ ዝምድና ዝምልከት መርገጺ ዘንጸባረቐ ተደጋጋሚ ቃለመሕተት ከካይድ ተሰሚዑ ምንባሩ'ውን ዝፍለጥ እዩ። ናብ ካልእ ሓበሬታ ቀይሕ ባሕሪ፣ ካልኣይቲ ነፋሪት ውግእ ኣሜሪካ ጠፊኣ ዝብል እዩ። ኣብ ዝሓለፈ ውሑዳት መዓልታት ሓንቲ ነፋሪት ውግእ ናይ ኣሜሪካ ኣብ ቀይሕ ባሕሪ ከም ዝኣተወት ገሊጽና ነይርና። ተወሰኺ ሕጂ'ውን ካልኣይቲ ነፋሪት ውግእ ኣሜሪካ ኣብ ቀይሕ ባሕሪ ጠፊኣ ኣላ። ነፋሪት ውግእ ኣሜሪካ ኣብ ውሽጢ ሸሞንተ መዓልታት ጥራይ ንኻልኣይ ግዜ ካብ USS Harris Trump ዝተባህለት መርከብ ነፋሪት ውግእ ኣብ ቀይሕ ባሕሪ ተንሳፊፋ ከምዝጠፍአት ሰበስልጣን ኣሜሪካ ገሊጾም ኣለዉ። እታ FA ዓሰርተ ሸሞንተ F Super Harnet ብዝብል እትፍለጥ ነፋሪት ውግእ፣ ዝሓለፈ ሰሉስ ኣብ መርከብ Truman ክትዓልብ ኣብ ዝፈተነትሉ እዋን ካብ ቁጽጽር ወጻኢ ኮይና ነቲ ሓደጋ ከምዝተቓልዐት ሓደ በዓል ስልጣን ገሊጹ ነይሩ። ኣብታ ውሽጢ እታ ነፋሪት ዝነበሩ ክልተ ሰራሕተኛታት እታ ነፋሪት ብህይወት ዝተረፉ ክኾኑ እንከለዉ፣ እቲ ሓደጋ ቀሊል መጉዳእቲ ኣብጺሑሎም ከም ዝነበረ'ውን ተገሊጹ ነይሩ። እተን ኣብ ቀይሕ ባሕሪ ጠፊኤን ዘለዋ ነፈርቲ ውግእ፣ ነፍሲ ወከፈን ኣስታት ስሳን ሸውዓተን ሚልዮን ዶላር ዝዋገኣን ምዃነን ወይ ከኣ ሓምሳ ሚልዮን ፓውንድ ዝግመታ ዋጋ ከም ዘለወን'ዩ ዝግለጽ። እቲ በዓል ስልጣን ኣብ ዝሃቦ ሓበሬታ፣ ክልቲኦም ኣብረርቲ ብሰላም ወጺኦም፣ ንስራሓት ምድሓን ሓደጋታት ብዝተመደቡ ሄሊኮፕተራት ድማ ድሒኖም ኣለዉ ክብል ገሊጹ'ሎ። እዚ ፍጻመ፣ ነቲ ኣብ ዝሓለፈ ሰሙን ሶኑይ ብዘጋጠመ ተመሳሳሊ ሓደጋ ካልእ ነፋሪት ውግእ ሱፐር ሃርኔት ኣብቲ ባሕሪ ተንሳፊፋ ኣትያ ድሕሪ ምጥፍኣ ዘጋጥም ዘሎ ከምዝኾነ'ውን ገሊጹ'ሎ። ኣብ ሓይሊ ባሕሪ ኣሜሪካ ዝወጸ መግለጺ፣ እታ ነፋሪት ካብ ቁጽጽር ወጻኢ እቶም ኣብረርቲ ቅድሚ ምዃና ኣብ መዕረፊ መስመር ሃንጋር ቤይ እያ ትሽክርከር ከምዝነበረት ገሊጹ ዘሎ። እቲ ንኻልኣይ ግዜ ዘጋጠመ ሓደጋ፣ ሰበስልጣን ኣብ ምቁጽጻር እታ ነፋሪት ጌጋ ከምዝተፈጥረ፣ እዚ ድማ ነታ ነፋሪት ንኽትዓልብ እንከላ ቀስ ኢሉ ከሽከርክራ ዝሕግዝ ገመድ ከም ዝተባላሸወ እዮም ሓቢሮም ዘለዉ። ኣብቲ ንኻልኣይ ግዜ ዘጋጥም ዘሎ ሓደጋ ሰበስልጣን ኣብ ምቁጽጻር ነፋሪት ጌጋ ከም ዝተፈጥረ እዮም ሓቢሮም ዘለዉ፣ እዚ ድማ እታ ነፋሪት ንኽትዓልብ እንከላ ቀስ ኢሉ ከሽከርክራ ዝሕግዝ ገመድ ብምብልሻው ምዃኑ ሓቢሮም ኣለዉ። መበገሲ እቲ ሓደጋ ገና ኣብ ምጽራይ እዩ ዝርከብ ዘሎ፣ እታ ነፋሪት ድማ ዛጊት ክትርከብ ኣይከኣለትን ዘላ። እንተኾነ እታ መርከብ ካብ ዕጡቓት ሑቲ ንምህዳም ሃንደበት ስለ ዝተዓጸፈት እታ ጀት ናብ ባሕሪ ከትንሳፈፍ ከም ዝተገደደት ሰበስልጣን ኣሜሪካ ንሲቢኤስ ኣሚቶም ኣለዉ። እዚ ጋይስ ንሎምዓንቲ ዝበልናዮ ሕጽር ሕጽር ዝበሉ ሓበሬታት ዝምስል ነይሩ ክሳብ ዝቕጽል መደብ ሰላም።